እቲ ዝመጽእ ወለዶ መጺኡ ኣሎ ተንስኡ ብዓጀብ ንቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ዓቦ ንግበር ሓቦ ማይ ኣውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ኽዓጅቦ ይመሃር የጽንዓዮ የንብቦ እቲ ባህሊ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ኸይትህቦ ንሓላፍ መገዲ ንወደቦ

ክርስትያንን ኣስላምን ተፋቒሮም ዝነደቑዋ ሃገር ኤርትራ ኣላትና። ነዚ ኸኣ ማንም ሰብ ክፈልዮ ማንም ሓይሊ ማንም ጉጅለ ክፈልዮ ከም ዘይክእል እተረጋግጽ ደርፊ እያ ብጸጊት ዝተደርፈት ሓፍትና ጸጊት ነሳ እውን ከምኡ ንፍዕቲ ኣብቲ ሞያኣ

በቲ
ኣይንፈላለ ኢልካ ኣለኻ በቲ ድማ ንረዳዳእ ትብል ስራሕ እውን ሰሪሕካ ነርካ ኩሉ ዳርጋ

ኣብ ምርድዳእ ኣብ ይህን ምሂን ምባል እዩ ቁም ነገር ዘሎ ወይ ተዓወት ዘሎ ድሕር ዘይተረዳዳእ ከዓ ሰፊሕ ጎልጎል እውን ክፀረካ ይክእልኒ ክትረዳዳእ እንድሕ ተቃሪብካ ግን እዚኣ እዛ መኣዲ እዚኣ ተኣኽለካ ስለዚ ነዚ ኩሉ ደንበ ፍትሒ ይኹን ዋላ ካብኡ ወፅዩ ዋላ እቶም ደገፍቲ እዮም ዝብሉ ዝበሃሉ ምስቲ ደላይ ፍትሒ ክረዳዱ ኣለዎም ምክንያቱ እሳቶም ኤርትራ እንድሕር ኣለዉ ደላይ ፍትሒ ካልእ ሃገር ኣይፀውዖም ኳ ደላ ኤርትራ እዩ ዝብል ዘሎ ስለዚ እንታይ ዘይረዳዳ ኣለና ማለት እዩ ንሕና ተረዳዲእና ፀገማትና ምፍታሕ ተረዳዲእና ኣብ ውሽጥና ዘሎ ሽግር ወይ መን ይቆስሉ ኮይንና ዘሎ ክትኣልዮ ክትኣልዮ እንድሕር ኮንካ ተረዳዲእኻ ከተኣልዮ ስለዚ ብኸምኡ እዩ ንረዳዳእ ትብል ስራሕ ሰሪሕ ብዜማ ንዕኦም ሰይዶ ኣሎ ማለት እዩ
ብግሩፕ እውን ደሪፍካ ኣለኻ ገለገለ ደርፍታት ናይ ንኣብነት ንጉየሉ ምስ ዓንዲት ምስ መድሃኒት ክፍሎም ምስ ክፍሎም እወ ብሓንሳብ ኮንኩም ዝሰራሕኩማ ሓንቲ ብልጽቲ ስራሕ ነይራ እወ ሕጂ ኩላትኩም ኣብ ሓደ ሃገር ኣይኮንኩም እትቕመጡ ዓንዲት እውን ኣለዋ ሓቀይ ኣብታ ዓንዲት እውን ኣሎ ከመይ ጌርኩም ሰሪሕኩሞ ተዋሃሂድኩም እቲ ክሊፕ ክሰርሕዎ ክኢልኩም ማለት ኣብ በበይኑ ሃገር ኮንካ ዓዲት ዓዲ ምልዚ ዘሎ ንስኻ ኣብ ኢትዮጵያ እቶም ካልኦት ኣብ እስራኤል ቀሊል ቀሊል ነገር ኣይኮነን። እቲ ዜማ ብሓደ ክተጽንዖ፣ እቲ ግጥሚ ብሓደ ክተጽንዖ፣ እቲ ደራርፋ፣ እቲ እቲ ሜጀር ክተምጽኦ፣ እቲ እቲ ክሊፕ ክሰርሖ ናይቲ ናይቲ ዝተፈላለየ ካሜራታት ከመይ ስራሕ ነይሩ? ንጉየሉ
መጀመርያ ግጥሚ ሻም ወልዱ ወልዱ ዝበሃል ብሻም እዩ ዝፍለጥ ግን እታ ግጥሚ ምስ ኣምጽኣ ሰለስተ ግዜ እዩ ዜማ ተቐይርላ። መጀመርያ ዜማ ምስ ሰራሕኩላ እታ ግጥሚ ብጣዕሚ ፈቴያ። ዜማ ምስ ሰራሕኩላ ሳምፕል ምስ ገበርኩዋ ኣብ ሳምፕል ምስ ሰማዕኩዋ ዋላ ሓንቲ ጠላሕ ኣይበለትኒ። ካልኣይ ከምኡ ካልእ ዜማ ተሰሪሕላ ሽዑ ውን ጠላይ ኣይበለትን ኣብ ሳልሳይ ዛንጉዩል ትበሃል ደርፊ ወፅያ ማለት እዩ እያ ትወፅእ ከላ ኣጋጣሚ ምስ ትገጣምያ ምሻም እንዳኸና ኩለና ዳርጋ ከምዚ ረሳሕ ከባቢ ምሻ ኣሎ ኣብ ኮሚታት እየ ሰሪሐ እያ ረሳሕ ከምዚ ጓሓፍ ማሓፍ ዘለዎ ገለ ምታት ገለ ኣብ ኮሚ እየ ሰሪሐ እያ ኣብያ ተወዲኣ ድሓር ሓደ ሓሳብታ ይመፅእ ንሕናሲ ከም ኣርቲስት እንድሕር ደኣ ንቕልቀል ኣለና ምስ ሚድያ እስኪ ገለ ክንምህር ኣለና ኣብ ተፈላለየ ቦታ ኮንካ እውን ክሰርሕ ከም ትኽእል ተባሂልና እሞ ካብ ኤሮፓ ትበሃል ተባሂልና ንዓንዲት ንመርፆ ካብ ኣሜሪካ ንወዲ ገዙ ይመርጾ ነይሮም ካልኦት ብዝተፈላለየ ኣይጠዓሞምን ካብ እስራኤል ንክፍሎም ንመርጾ ኣብ ኢትዮጵያ ከኣነ ማለት እዩ ዋላ ኣብ ኢትዮጵያ እውን ካልኦት ነይሮም ብዝተፈላለየ ኣይጠዓሞምን ኣይደለዩም ከኣትዉ ኣብቲ ደርፊ በዚ ኣርባዕተ ኢና ሰሪሕናዮ ማለት እዩ። እቲ ክሊፕ እቲ ሳምፕል ምስ ተሰደደና ምስ ሰደድኩሎም ኣጽኒዖም ድምጺ እትዮም እቲ ማስተር ምስ ወጸት በቲ ሳቶም ድምጺ ዘእተዎ ክሊፕ ተሳኢሎም ኣብቲ ዘዘለዎ ዓዲ መጽያ ኣብ ኢትዮጵያ ተሰሪሓ። በዚ ኣጋጣሚ ብዙሕ ሓገዛት እዩ ዝገበረልና ነይሩ ሻም ብጉልበቱ ብንብረቱ ብገንዘቡ ብዙሕ ኣስተዋጽኦ ዝገብር ነይሩ ብፍላይ ነቲ ኣብ ኣዲስ ኣበባ ዘሎ ኣርቲስት ማለት እዩ በዚ ከ ኣጋጣሚ እዚ ከመስግኖ ደሊ ንዕኡ እውን ተሰሪሓ ፅቡቅ ኣድሚዓ ፅቡቅ ተሰሚዓ ናይ ብሓቂ ፅቡቅ ሰሪሓ
ናይ ብሓቂ ሓያል መልእኽቲ ዝነበራ ደርፊ እያ ምናልባት ተዓዘብትና ከማን እታ ደርፊ ቁሩብ ሰሚዖማ መታን ክምለሱ እታ ደርፊ ቀሪብናያ ኣለና

ዓንዲት ዑቕባይ ሰበይ ትብል ደርፊ ብሓንሳብ ሰሪሕኩም ኔርኩም ከመይ ኔራ እታ ስራሕ?
ዓንዲት ዑቕባይ ኣብ ባጽዕ ኣብ ናይት እንዳ ተጻወተ ከሎ ኣብቲ ናይ እንዳ ኣቶቡስ ፋሚሊ ገለ ትብሃል ካፌ ኣብ ላዕሊ እናተጻወተ ከሎ'ዩ ድምጹ ሰሚዐዮ እነ ለይቲ ብኡ እሓልፍ ነይረ ደይበ ተራኺብና ማለት እዩ ኣስመራ ምስ ኣተና ንራኸብ ተባሂልና ኣስመራ ኣቲና ኣስመራ ምስ ኣተና ሰበይ ኣብታ ካሴት እውን ቀሪበልኪ ትብል ዜማ እዛ ሰበይ ግን ግጥምን ዜማን ሂበዮ ኣጋጣሚ ንመጀመርያ ግዚኡ ዝዘርግሓ ደርፊ ንሳ እያ እታ ኣነ እኳ ብማመት እየ ዝብላ ማመት ኢሎም ማየ ዝፅዋዕ ነይረ ሰበይ ኢሉ ቀይርዋ ዝኣስቡ ንሳ ምስ ኣበለትሉ ፅቡቅ ተሰሚዓትሉ ልክዕ ምስ ኣብቲ ከባቢ ናይ በዓል ሽኮር ሽኮር ሕራይ በልኒ ገለ ዝተሰማዓሉ ሽዑታት ቅንይ ውሽጢ ንሱ እውን ኣውፂዋ ፅቡቕ ተተኩሳትሉ ተሰሚዓትሉ ጋንታት ኣብ ፅቡቕ ደረጃ በፂሓትሉ ንሱ እውን ኣብ ፅቡቕ ደረጃ በፂሑ ማለት እዩ ብኡ ገይሩ ቀፂሉ መሊሱ ሓይሉ ብዙሕ ፍርያት እውን ሕጂ የፍሪ ኣሎ ማለት እዩ ዓንዲቲ ናይ ብሓቂ ብዙሕ ምንቅስቃሳት ይገብር እዩ ሰሚራ ትብል ደርፊ እውን ሰሪሕካ ነርካ ካብ ምንታይ ተበገሰት ደርፊ እያ ንመን ኢኻ ሰሪሕካያ መዓስ እዩ ነይሩ ሰሚራ ኣብ ናይ ንእሽተይ ሓፍተይ ሓቀኛ ሂስትሪ እዩ ሰሚራ ዝሰራሕኹዋ ኣብ ትስዓን ትሽዓተን ምስ ናይ ደማስ ባንድ ካሴት ተዘርጊሓ ማለት እዩ ሓንተይ ገሊፀ ነይረ እተን ኣብኣ ዝነበራ ናተይ ስራሕ ሰሚራ ሽሻይ ፍቕርኺ ናይ ነብሲ የማነ ገብረ ሚካኤል ባርያ መዘከርታ ዛራይ ዜማ ከኢሉ ዝደረፍክዎ ማለት እዩ ኣብኡ እያ ተዘርጊሓ ነይራ ብድሕሪኡ ድሕሪ ገለ ዓመታት እስያስ ኣለቃ ክደርፋ ገለምታት ገለ ኢልኒ ኦኬ ግን ተደርፈ እንድዩ ካልእ ሓድሽ ክሰርሓልካ ጋንታት ገለ ብሎ ኖትሳ የደሊ ኢሉኒ ምክንያቱ በቲ እሱ ዝነብረሉ ነበረ ከባቢ መንደፈራ ዝያዳ ህብብቲ ስለ ዝነበረት እሱ ብክራር ገይሩ ኣብ ገለ መርዓታት ገለ ጻውተላ ስለ ዝነበረ ብከምኡ ዳርጋ እቲ ሰብ እውን ሽዑፍቲ ግዜ እቲ ከዓ ክሊብ ኣይነበረን መን እቲ ደራፋ ይፍለጥኒ ገለ መንታት ገለ ከም ናቱ መስሎ ነይሩ ብኣ ገይሩ ክሰርሓለኒ ኦኬ ብሎ ነፍቅደሉ ሪሚክስ ገብራ ማለት እዩ ሕጂ ኣብዚ ግን እንታይ ጌጋ ተፈጢሩ ሪሚክስ ክትገብር ከለኻ ናይ ሰብ ምናልባት ሙዚቃ ክትቅይር ትኽእል ዝበለፀ ሙዚቃ ምስቲ ዘሎ ኩነታት ሙዚቃ ክተመሓይሽ ትኽእል ወይ ድሕር ተኻኢሉ ነቲ ዘሎ ዝነበረ ሙዚቃ ብፅቡቕ ጌርካ ክትደግሞ ትኽእል ኣብ ግጥምን ዜማን ግን ምትንካፍ ብጣዕሚ ብስነ ምግባር ናይ ስነ ጥበብ እውን ጌጋ እዩ እንታይ እዩ ትፀገም ሰሚራ ምስ ሃብክዎ ኣብታ ሲዲ ኣብታ ካሴት እታ ዓንዲት ዝሃብክዎ ሰበይ ትብል እውን ኣብኣ ነይራ ስለዚ ብዘይ ፍቓድ ነታ ናይ ዓንዲት ደርፊ ዝሃብክዎ ማለት እዩ ፍርቂ ትድርብ ማለት እዩ ትድርብ ወሲዱ ኣብ ሰሚራ የትልዎ ሕጂ ዓንዲት ቁሩብ ማለት ስለምንታይ ከምዚ ገይሩ ገምታት ገለ ብለን ንሓና ይትዛረቦ ኣነ ካልእ ክሰርሓልካ ይድርብ ነታ ሰበይ ትብል ኢለ እዛ ሰበይ ይዕርየሉ ብዓንዲት ማለት እዩ እቲ ግን ኣብቲ ኣዩ እቲዋታ ሰበይ ትብል ኣብ ክልቲኤን ሕጂ ሰበይ ሰበይ ኣለዋ ኣብ ናይ ዓንዲት ከኣ ሰበይ ሰበይ ኣሎ እሱ ከይኣክል ኣብ ዜማ ሓንቲ መስመር ዜማ ወሲኹ ብሽሙ ብሽመይን ገይርዎ ኣብቲ ክረዲት ማለት እዩ ግጥሚ ናይ ሰሚራ ናተይ ጥራይ ኣይኮነን ነይሩ ኣንዋር ዓብደራሕማን ዝበሃል ኣሎ ዓርከይ ኣብ ሕጂ ኣውስትራልያ ኣሎ ንፉዕ ገጣማ እዩ ንሳባ እዛ ዕዋላ ትብል ደርፊ ዝገጠመላ እዩ። ፍርቃ ግጥሚ ናይ ኣንዋር እያ። ግጥሚ ግን ጠቕሊሉ ብኻልእ ሰብ ገይርዎ። ኣቲ ሽም ጠቕላላ ጠቕሊሉ ጠቕሊሉ እቲ ሰሚራ ዝብል ኣጥፊኡ ገለ ምንታት ቲባ እቲ ብምሉእ ናና ግጥሚ ኣብኡ እናሃለወ ከሎ ብካልእ ሰብ ገይርዎ ምናልባት እቲ ሰብ ገጣማይ ክኸውን ይኽእል ካልእ ስራሓት ክህልዎ ክእላን ይፈልጦን እየ ከም ክብሪ እውን ንዕኡ እውን ፅቡቅ ኣይኮነን ዘይናትካ ግጥሚ ክስራሕ ትገብር ማለት እዩ ስለዚ እዚ ጥራይ ከይኮነ ኣብ ሓደ ግዜ ደቂሰ ከለኹ ኣስመራ ከለኹ ማለት እዩ ኣብ መንደፈራ ይፃወት ነይሩ ብቐጥታ ብቴሌቭዥን ዝመሓላለፍ እቲ ጋዜጠኛ ሓቲትዎ ደሪፍዋ ምስ ወረደ እቲ ጋዜጠኛ ሓቲትዎ ሰሚራ መን እያ ኢልዎ ሰሚራ ኖርማል እያ በቃ ነተን ስደት ዘለዋ ደቂ ኣንስትዮ ንዕን ትውክል እያ
ንስኻ ግን ንሓፍትኻ ኣነ ግን ንሓፍተይ እየ ንሓፍተይ እየ ደሪፈላ ሓቀኛ ምስጢር ናይ ሓፍተይ እዩ ሕጂ ኣብዚታት ብዙሕ ጌጋታት ኣለዎ ብሕጂ ካልእ ስራሕ ሰሪሑ እውን ካብ ካልኦት እውን ወሲዱ ከምኡ ክገብር ትምህርቲ ኮይና ተኸትከውን ተስፋ ገብር ኣነ ግን እታ ዝነበረ ሰሚራ እታ ናተይ ዝነበረ ሰሚራ ከም ብሓድሽ በታ ዝነበረታ ግጥማ ዜማ በታ ዝነበረታ ናይ ሙዚቃ ኣረንጅመንት ኩላ ሕጂ ሪሚክስ ክገብራ ኣለኹ ኣብዚ ቀረባ ግዜ ብቪድዮ ክዝርግሓ እየ በዚ ጋጣሚ ንሉቃስ ኢሜልካ ኣሎ ቤዚስታ እሱ ኣረንጅ ገይሮ ትኡ ዘሎ ጆሮ ናይ ቤዝ ገለመንታት ገና ሳምፕል ኮላ ከመስግኖ ደሊ በዚ ጋጣሚ ቀጻሊ እየ ዝዝክሮ በታ ደርፊ ማለት እዩ ካብ ዘለንቀ ኣብዚ ሓጸረ ግዜ ብክሊፕ መልክዕ ኣነ ክዝርግሐ እየ
መርማሪት ኮሚሽን ናይ ውድብ ሕቡራት ሃገራት ኣብ ልዕሊ ኤርትራ ሓደ ናይ ብምክንያት ሰብኣዊ ምግሃ ሰብኣዊ መሰል ሓደ ፀብፃብ ፅሒፋ ነይራ ልዕሊ 16 ሽሕ መንእሰይ እውን ናብቲ ጀኔቫ ብምኻድ ደገፉ ነታ መርማሪት ኮሚሽን ኣርእዩ ነይሩ። ሽዕኡ ንስኻ ሓንቲ ሓዳሽ ደርፊ ቪቫ ጀኔቫ ትብል ነቲ ሰልፊ ተበራትዕ ደርፊ ሰሪሕካ ነይርካ። ኣብቲ ሓጺር እዋን ከምኡ ጌርካ ነቲ ህዝቢ ሓቢሩ ናብኡ ንኽወፍር ንኽትገብር እንታይ ደፋፊእካ? እታ ስራሕካ ከመይ እያ ነይራ?
እቲ ናይ ህልውና ጉዳይ እንድዩ። መርማሪት ኮሚሽን ግደኣ እንድሕር ትገብር ኣላ በደል ኣይፍትሕውን ጉዳይና ስለ ዝኾነ ብዝግባኣና ክንገብር ኣለና ተሓቲትና ኢና እውን ናብቲ ቤት ፅሕፈት ናይ ውድብ ሕብራት ሃገራት ከይድና በብውልቅና እቲ ዝነበረ ኣብ ነብስና ኮኑ ናብ ብፆትና ዝረኣናዮ ሽግር ምስክርነት ሂብና ኢና ብድሕሪኡ ግን ሮቤል ዝበሃል ካብ ጥልያን ደዊሉ ንጀኔቫ ዝኸውን ስራሕ ምደለና ነርና ኢልና ኣጋጣሚ እታ ግጥሚ መድሃኒ ተኸስተ ሰሪሕዋ ብዙሕ ምሳይ ሰሪሑ እዩ ኣብ ሓድነት ተበራበር ሰላም ትብል ደርፊ ግጥሚ ናይ ተኸሰሎም ናይ መድሃኒ ተኸስተ እዩ ኣጋጣሚ ገጢሙ ኣሱ ኣነ ከዓ ዜማ ገይረላ ፍቃድ እውን መእተዊ ገይሩላ ኣብቲ መጀመርያ ገለመታት ሽዑ ብኣይን ብቴድሮስን ቴድሮስ ካሕሳይን ተደሪፋ ሃገርመካ እታ ደርፊ ናይ ሰለስተ መዓልቲ ዕድል እዩ ዘለዋ ዕድል ነይርዋ ሰለስተ መዓልቲ ክትስራሕ ስቱድዮ ኣትያ ክትውዳእ ክትዝርጋሕ ሰለስተ መዓልቲ እዩ ነይረን ድሕሪ ሰለስተ መዓልቲ እውን ጥቕማ ወዲያ ኣብቂዓ ብደሪኡ
ናይ ጀኔቫ ኩነታት እያ ንዓ ጥራይ ተባሂላ ስለተሰርሐት ናይ ሰለስተ መዓልቲ ዕድመ እዩ ነይርዋ እታ ደርፊ ክስራሕ ክዝርጋሕ ክስማዕ ኩሉ ኩሉ በቃ ድሕሪኡ ወዲኣ ግን ብዙሕ እያ ፅልዋ ገይራ ብፌስቡክ ገለ ምንታት ንሪኢ ነበርና ንዓዓ ሒዞም ንዓዓ እንዳሰምዑዮም ካብ ሽወደን ዶ ካብ ኖርወይ ዶ ካብ ገለ ዶ ገለ ብማኪንኦም ዘይርስዓ ሓንቲ ዝተቐናበረት ቪድዮ እውን ነይራ ብመንገዲ ኣዝመሪኖ ዶት ኮም እታ ቪቫ ጀኔቫ ትብል ኣይኮነን እቲ መንእሰይ ጥራሕሲ እታ ናይ ኤርትራ ኣርማ ገመል እውን ከይተረፈት

እቲ ክሊፕ ብጣዕሚ ጽቡቅ ኔሩ ኣብታ ክሊፕ ውን ኣድያም ስብሃቱ ተሳቲፋ ኣላ ፉኣድ ኣልኣሚን ተሳቲፉ ኣሎ እታ ግጥሚ ከም ተዘይተጋጌ ናይ ዓይነታ እያ ናይ ብሓቂ ኣነ ብውልቂ ክሪኣ ከለኩ እታ ደርፊ ብጣዕሚ እያ ትምስጠኒ ህድእ ዝበለት እያ ዋላ ናይ ጓይላ ቤት ሃልዋ ህድእ ዝበለት እያ እቲ ትርጉማ ይርዳእካ እንታይ ዓይነት ምትሕሓዝ ኣለዋ እታ እታ ደርፊ ካብ ምንታይ ተበጊሳ እያ ተሰሪሓ እንታይ እያ ትገልጽ
ሽኮሪና ንኩለን ብመገዲ እቲ ዶባት ናይ ኤርትራ

ዳርጋ ነዊሕ እያ ከማን ኮፍ ኢላ ዜማ ምስ ሰራሕናዮ ስቱድዮ ሳምፕል ምስ ኣእተናያ ዳርጋ ሸሞንተ ትሽዓተ ወርሒ ኸውን ኮፍ ኢላ ድሓራይ ብገለ ዘኪርናያ እስከ ንስራሕ እያ ነዚ ኣገንታት ኢልና ሰሪሕና ኣጋጣሚ ፍኣድ ከዓ ዳይሬክት ገይርዋ ባይዘወይ ፍኣድ ኣብ ኩሉ ደርፍታተይ ዳይሬክት ዝገብር ኣብ ገለ ገለ ከኣ ዝተዋስኣሎም ጀክ ኣብዛ ሽኮሪና ዋላ ብ ፈሳሕሳሕ ትብል ናይ ፍቅሪ ደርፊ ነይራ ውን መጀመርያ ኣብኣ ውን ተዋሲኡ እዩ ንዓይ ከኣ ብጻየ ዘይኮነስ ሓወይ እዩ መለስ ስደት ኢልና ካብ ምራሕና ካብ ዘብራሕናሉ መዓልቲ ጀሚርና ስጋብ ሕጂ ተፈላለና ይንፈልጥን ኣቦኻ ኣዴኻ እውን ተባሂልና ይንፈልጥን ተረዳዲእና ንዝኾነ ነገር ተረዳዲእና ንፈትሖ ተረዳዲእና ንሰርሖ ተረዳዲና ንኸይድ ማለት እዩ ነዊሕ ብሕጂ እውን ብዙሕ ስራሓት ኣብ ምድላው ኢና ዘለና ማለት እዩ ስለዚ እዛ ሽኮሪና ኣብ መዘከርታ ንኩለን ኣሕዋትና ኤርትራውያን እያ ምክንያቱ እቲ ድርብ በቲ ዶባት በቲ ባሕሪ በቲ ሳህራ ገለ ዝብላ ኣሎ ሕጂ ንዕኡ ንዕኡ ነተን መዘከርታ ነተን ኩለን ኣሕዋትና ኣብ ስደት ዘለዋ። ኣብዚ ቀረባ እዋን ከኣ ንኹለን ኣዴታት ኤርትራ ትገልጽ ሓንቲ ስራሕ ሰሪሕካ ኔርካ ኣደ ትብል ብመንገዲ ደረቕ ክሊፕ ውን ጌርካ ዘርጊሕካያ ኣብ ሾሻል ሚድያ ርኢናያ ኣብ ዩቱብ ርኢናያ ተቐናቢራ ተዘርጊሓ ግብረ መልሲ ከመይ ነይሩ?
ግብረ መልሲ
ብክልቲኡ ወገን ማለት ብክልቲኡ ወገን እዩ
ብክልቲኡ ወገን ዝቃወምዋ ነይሮም ዝድግፍዋ ከዓ ነይሮም ኣዴታት ኤርትራ ኣነ ዓሰብ ኣብ ዝነበርኩሉ ኣደ ናይ ዓፋር ማያ ሰትየ ባርካ ኣብ ዝኸድኩሉ ኣደ ትግሬ ድያ ዳርብ ድያ ናታ ፃባ ሰትየ ብራሕ ሰትየ ኣብቲ ዝፀማእኹሉ ግዜ ከመይ ገይረ ኣየዲን እየ ዝብለን እዚኣ ኣደይን ፈረቓ ነበር ኤርትራዊት ኣደ እንድያ ኤርትራዊት እኳ ትግርኛ ጥራይ ኣይኮነትን ኤርትራ ትግርኛ ኤርትራ ዓፋርያ ኤርትራ ናይዘን ሸዓተ ብሄራት እያ ሕጂ እቲ ዝበዝሐ ብጣዕሚ ብፅቡቅ እዩ ተቐቢልዋ ገለ ገለ ገዲፍካ ገለ ገለ ማዕረ ፌስቡካት ብዙሕ ፅሒፎም ወይ ለምንታት ዋላ ኣብቲ ኮመንት ክትሪኦ ከለካ ዘየድሊ ማለት ኤርትራዊ ስነ ምግባር ዘይኮነ ሕጂ ዋላ ክትደግሞ እውን ፍሊጦ ጸቢብ ኣተሓሳስባ እወ፣ እወ፣ ከምኡ። እስኻ ትግርኛ ስለ ዝኾንካ ናይ- ኣዴኻስ ናይ ትግርኛ ኣዴኻ ጥራይ እያ። ጥርሓ ኣዴኻ ትግርኛ ጥራይ እያ ካልእሲ ኣዴ ኣዴ ኣይኮነትን ግን ከም ባህልና ወላ ኣብቲ ብሄር ከይኣተኻ እ፣ ሓንቲ ኣደ ወላ ፃዕዳ ትኹን ወላ ፀላም ትኹን ወላ ካብ ካልእ ዓለም ከምሽ ካብ ኤርትራ ወፂኻ ማለት እዩ ዝኾነት ብዕድመ ዝኸደት ሰበይቲሲ ኣዴኻ እያ። ኣደ እያ ኦዎ። ኣብ መንገዲ ወዲቓ ጸኒሓትካስ ኣዴኻ ኢኻ ትዝክር፣ ተልዕላ ኢኻ። ግድን ግድን። ግድን ኣይኮነትን ካብ ማህጸና ክትወልደካ፣ ግድን ኣይኮነትን ትግርኛ ክትከውን ክትዛረብ ዘለዋ። ኦዎ እዚ እዚ ተረድኦም።
ግን ምናልባት እሳቶም ካልእ ዕላማ ክህሉ ይኽእል፣ ካልእ ኣጀንዳ ክህልዎም ይኽእል ገለታት እዚ ኣይገድስንዩ ግን ብርግጽ ኣደ ኣደ ኢለ ክደርፍ ከለኹ ነደይ ወላዲተይ ኣይኮነትን። ንኹለን ኤርትራውያን ኣዴታት እየ ደሪፈን ኣብ ፌስቡክ እውን መዘከርታ ንኩለን ኤርትራውያን ኣዴታት ኢለ ሸር ገይረያ ነይረ ድሓር ዘየድሊ ፅሑፋት ክወፅእ ነታ ደርፊ ኣታክ ዝገብር ነታ ደርፊ ዝሃሲ ገለምታት ገለም ስወፀ ከዓ ብሓጺሩ ምስልምናን ክርስትናን ክፈላልዩ ዝደልዩ ባእታታት እዮም ዘጥቅዑዋ ነይሮም። እታ ደርፊ ብዙሕ ዝጽሕፉላ ነይሮም ኣብ ፌስቡክ ጸልምዋ ነይሮም። ሽዑ ኤርትራ ኣስላምን ክርስትያን ተፋቒሮም ዝለለቑዋ ሃገር እያ ኢላ ሜልሰ ክስታይ ገይራ ማለት እዩ። ሸር ገሪያ ስለዚ መዘከርታ ንኩለን ኣዴታት ክትኮነለይ ሕጂ ውን ዝደሊ ብሕጂ ውን ኣደ ኢለ ዝደርፎ ነታ ኤደ ነታ ንዓይ ትግርኛ ስለ ዝኾንኩ ንትግርኛ ጥራይ ኣይኮንኩን ንኩለን ኣዴታት ኤርትራ ይሰርሕ

ከም ዝሰራሕካሎም ሓበሬታ ኣለኒ እሞ እተን ትዝክረን ሕጂ ወይ ዝሃብካዮም ደረፍቲ ድሕር ኣብ ሓንጎልካ ኣለዉ ኮይኖም
ብዙሕ ኣይኮነን ማለት ይሓቱን እዮም ዋላ እቶም ዓበይቲ ናይ ትግርኛ ደረፍቲ ናይ ትግራይ ስጋብ ትዝና ኣሰ ደራፋይ ይሓቱን እዮም ግን በበይኑ እዩ እቲ ኩነታትና ኣነ ስጋብ ሕጂ ስጋብዛ ሽኮሪና ዝሰርሓላ ናይ ሃገር ጥራይ ዝሰርሕ ነይረ እሳቶም ከዓ ናይ ፍቕሪ እዮም ደልዩ ብተዛማዲ ድሓን ዝኾነ ሰላም ስለ ዘለዎ ማለት እዩ ስለዚ ውሱን ሰሪሐሎም ሓደ ማዕረ ደርፍ ኣማኒኤል የማነ ደንዳኒት ትብል ሓደ ከዓ ተፈተሊ ትብል ንፉዕ ደራፋይ ስንታዮ ክበሃል ኣሎ ተፈተሊ ትብል እዚኦም ሰሪሖሎም ካልእ ዘይዘርግሕዎ እውን ኣለዉ ክልተ ሰለስተ ዝኮኑ ኣይዘርግሕዎን እቶም ዘርጊሖም ኣብ ዩቱብ ዘለውን ብደረቕ ስእሊ ገይሮም ይፈንዮም ወገንታት ክሊብ ኣይገበሩሉን እዚኦም ሰሪሖም ማለት እዩ እዚኣቶም ዜማ ኢኻ ሰሪሕካ ኣለዉ ግጥምን ዜማ ግጥሚ ዜማ ብሓንሳብ ሰሪሕካ ኣለዉ ይሰርሕለ ፅቡቅ ብጣዕሚ እዚ መጀመርያ ኢትዮጵያ ምስ ኣተኹ ማለት እዩ ማለት ቁሩብ ዝጸናሕኩ ገለመታት እዩ ናይ ፍቕሪ ገለመታት ከምኡ ኢለ ካልእ ክቕጽል ግን ናትና ጉዳይ ኣሎት ናይ ናይ ኣፈርኩ ደሌፊት ኣሎ ኣይተረኻኽበሎምን ማለት እዩ ንሳቶም እውን ብሓቂ ኣብቲ ዓዲ ከም ዘለካ ፈሊጦም ኣብ ኤርትራ እውን ኣብ ዜማን ግጥምን ምስራሕ ኣብ ምድራፍ ትነጥፍ ከም ዝነበርካስ ፈሊጦም ሰሚዖም ናባኻ መፅኦም ብተገዳስነት ናትካ ስራሕ ምሕታቶም ንባዕሉ ዓቢ ነገር እዩ ክብሪ ሂቦምኻ እዮም ባይዘወ እዚ ኣማኒኤል ዘመኒ ኣማኒኤል ዝማዕረ ንሱ መጀመርያ ዝስርሓ እታ ናተይ ስራሕ ባዩ ከዓ ተፈሊጡ ደንዳኒት ፅቡቅ ሰሚዓት ኣለዎ ደንዳኒት

ደንዳኒት።
ዝኸበርኩም ተኸታተልቲ መስትያት ቤትና ደንዳኒት ብምሕረትኣብ ሚካኤል ተደሪሳ ብኢትዮጵያዊ ደራፊ ዝተደርፈት ንዓኣ ሰሚዕና ክንምለስ ኢና ሕጂ እውን ምሳና ጽንሑ። ሓደሽቲ ደርፍታት ውን ሕጂ ትሰርሕ ኣለኻ ክተለማመድ ውን ርእየካ ጌና እቲ ግጥሚ ኣብ ምጽናዕን ኣብ ምሓዝን ኢኻ ዘለኻ ኣብ ቀረባ ግዜ ገለ ገለ ስራሕ ሒዝካ ከም ትመጽኣና ርእየ ኣለኹ ገለ ቁርብ እንታይ እንታይ እቲ ናቱ ትሕዝቶ ሕጂ ትግጥሞ ኣብ ምጽናዕ ስለ ዘለኻ ከይሸግረካ ቁርብ ብኣፍካ ብዜማ ጌርካ ብናይ 218 ዋላ ኣብ ራድዮ ለና እውን ኢንተርቪው ዝገበርኩሉ ከምኡ ኢለዮም ነይረ ምስ ፍኣድ ብዙሕ ሰፊሕ ፕሮግራም ኣለና ብሓድሽ ስራሕ ብሓድሽ ሓሳብ ክንሰርሕ ማለት እዩ ገለ ገለ ዝተወደአ ብኣውድዮ ኣሎ ገለ ከዓ ኣብ ክሊፕ ዝስራሕ ኣሎ ብሕጂ ኣብ መስርሕ ዘሎ ማለት እዩ ገሊኡ ከዓ ገና ኣብ ግጥሚ ምጽፋፍ ኣብ ዜማ ምስራሕ ገለ መታት እዩ ዘለዎም ግን ገለ ካብቲ ክስታይ ምናልባት እቲ ግጥምታት ከይጠፍኣና ደርፊ ጉዳም ጉዳም ናትኩምስ ጉዳም እዩ ገለ ትብል

ሰገዶሞ ከይብል ብናትኩም ዕንቅፋት ናትኩምስ ጉዳምዩ ጉዳም ናትኩምስ ጉዳምዩ ጉዳም ዘይትፈልዩ ግዳ ተንኮልን ቅንዕናን ትዕቢትን ትሕትናን ናትኩምስ ጉዳምዩ ጉዳም ገለ ትብል ሓንቲ ካልኣይቲ ውን መንዩ ደላይ ፈትሕያ ትብል።

ካብ መስዋእቲ ፈጺሙ ዘይሕባእ ወይ ትንቕሓት ኣልቦ ዘየስተውዕል ኣብ መትከሉ ሓዲሩ ዘይውዕል መኖም'ዩ ደላይ ፍትሒ መኖም'ዩ ደላይ ፍትሒ ገለ ካልእ እውን ካብ መን ተወሊደ ክብል እየ ትብል እያ

ከይደልካ ኣለኹ ደሓን ኣማሲ ገለ ዝብል ገለ ካብቲ ዝስራሕ ዘሎ ብጣዕሚ
ደስ ዝብል ስራሕ እዩ ሕጂ እዚ ብክሊፕ ጌርካ
ሕጂ ኣብ ኣውዲዮ ኣሎ ኣብ ኣውዲዮ ስራሕ ኣሎ ድሓር ተሰሪሑ ቀስ እንዳበለ ክዝርጋሕ ማለት እዩ እሞ ኣነ ብወገነይ እቲ ዝቐረብኩ ሕቶታት ኣብዚ ወዲኤ ኣለኹ። ምናልባት ግን ንዓኻ ኣገዳሲ ዝኾነ ነገር እንድሕር ኣሎ ወይ እቲ ዘለካ ናይ ስደት ብድሆታት ምስቲ ናይ ሙዚቃ ስራሕካ ክትብሎ ትደሊ ነገራት ዝኾነ ነገር እንድሕር ኣሎ ኮይኑ ዕድል ክበካ እዩ። ኣብታ ናይ ኣደ ትብል እንድያ ኣጋጣሚ ስግር ኢለያ ገጣሚ ናታ ተስፊት ዮሃንስ እዩ። ተስፊት ዮሃንስ ኣብ ራድዮ ኤረና መደብ ጠጥዑ ዘዳሉ ኣዝዩ ንፉዕ ገጣማይ፣ ንፉዕ ጸሓፋይ፣ ንፉዕ ኣንባባይ ናይ ብሓቂ ኣርቲስት ስነ ጥበባዊ ኣብታ ሰላም ትብል ናይ ዓወት ግደይ እውን እታ ሰላም ትብል ግጥምናቱ ዝሃበ እዩ። ኣባይ ውን እዛ ስደተኛ ትብል ሕጂ ለንቅነ ዝርጋሕ እሳ ውን ግጥሚ ናይ ተስፊት ዮሃንስ እዩ ኣጋጣሚ ኣዲስ ኣበባ ምስ መጸ እዩ ርኢናያ ይብኒ ማለት እዩ ብጀክኡ ብዙሕ ካልእ ስራሓት ሰሪሑ ንሰብ ሰራሕና ኣሎ ኣዝዩ ፍሉይ ኣንግል እዩ ዝጥቀም ብጣዕሚ ደስ ዝብለካ እቲ ግጥምታቱ ገምታት በዚ ኣጋጣሚ ክሰግሮ ዘይደሊ እሱ ከመስግኖ ደሊ ተስፊት ዮሃንስ ናይ ብሓቂ ዓቢ ሰብ እዩ ምስ ኣርቲስት ተራዳድኡ ኣርቲስት ከዕቢ ዝደሊ ስነ ጥበባዊ ማለት እዩ ካልእ ከምስገኑ ዝግብኦም ሰባት ብዙሓት እዮም ከይበዝሑን ምናልባት ንስደት ኢለ ካብ ዘምራሕ ኩሉ ኩሉ ግዜ ብቴሌፎን ብፈይስቡክ ዝከታተለኒ እንታይ ትገብር ኣለኻ እንታይ ሓድሽ ኣሎ ዝብለኒ እሱ እውን ኣባል ናይ ተስፊት እዩ ዮናታል ሃብተ ብጣዕሚ ቴንኪ ይብሎ ኩሉ ግዜ ሸወርተት ኢኖ እቲ ኩሉ ግዜ ዝገብሮ ሞራል ናባይ ጥራይ ዘይኮነ ናብ ዝኾነ ንእሽተይ ይብል ዓብያ ይብል ንኩሉ ኣርቲስት ማለት እዩ ዝህቦ ምትብባዕ ክቕጽሎ በዚ ኣጋጣሚ ይጽውዑ እላበዎ። ሻም ወልዱ ማለት እዩ። ሻም ኩሉ ጉልበቱ፣ ገንዘቡ፣ ዋላ ግጥምታቱ

ከምኡውን ስጋብ ሕጂ ከይተሓለሉ ብሞራልን ብንዋትን ዝሕጉዙኒ ፍናን ኣዳል፣ ያቆብ ገብረኪዳን፣ ፊሊ ወዲ ሓሽከራይ ኣዝየ ከመስግኖም ይደሊ በዚ ኣጋጣሚ ኣብ ስራሓቶም ኣብ ሂወቶም ከኣ ሰናይ ወሰላም ይምነየሎም። እዚኦም ኩሉ ግዜ እንታይ ኣሎ ሓድሽ ነገር ኢሎም ዳሃይ ዝገብሩ ሰባት ማለት እዩ ካልኦት እውን ዝረሳዕኹም ክህሉ ይኽእሉ እዮም ግን ምስቲ ሕፅረት ግዜ ሃገምታት ብዙሓት እዮም ንኹሎም ግን ንኹሎም ንኹሎም እቶም ፅቡቕ ደረጃ ክንበፅሓነ ሞራል ዝኾኑኒ ድጋፍ ዝኾኑኒ ነቲ ፍትሒ ዝያዳ ንክሰርሕ ነቲ ፍትሒ ዝያዳ ምስ ካልኦት ብፆተይ ኮይነ ኣድማዒ ስራሕ ዘዕውት ስራሕ ንክሰርሕ ዘተባብዑኒ ኣጆኻ ኣብ ጎንኻ ኣለና ዝብሉኒ ኩሎም ደለይቲ ፍትሒ ብመገዲ መሰንጀር ብተሌፎን ደዊሎም ኣዝየ ኣዝየ ብሽም ህዝቢ ኤርትራ ከመስግኖም እደሊ። ንኹሎም ስነ ጥበባውያን ደለይቲ ፍትሒ ከኣ ካብቲ ዝሰራሓናዮ ቅድሚ ሕጂ ዝያዳ ዝበለጸ ስራሕ ክንሰርሕ ዝያዳ ክንጽዕር ይላበዎም። ካልእ ንዓኹም ከዓ ሚስታት ቤትና ብጣዕሚ ኣኽቢርኩም ዓዲምኩም ነዚ ቃለ መሕተት ናባና ዝመጻኹም ብጣዕሚ ከመስግነኩም ደሊ ብሽም ህዝቢ ኤርትራ ካልእ ወዲእና ብጣዕሚ ፅቡቅ ንሕና እውን ብዘይ መጠን ነመስግን ምክንያቱ ግዜካ ሂብካ ሕቶታት መሊስካ ኣብዚ ተረኪብካ ምሳና ተመክሮካ ስለ ዝሃብካና ብጣዕሚ ብልቢ ነመስግን ካልእ ግዜ ብካልእ ስራሕ ክንራከብ ኢና ግድን እዩ የቀንየልና ዝከበርኩም ተከታተልቲ መስትያት ቤትና እቲ ኣብ ክፋላት ክነካይዶ ዝጸናሕና ቃለ መሕትት ምስ ድምጻዊን ደራሲ ዜማን ግጥምን ሚካኤል ምሕረትኣብ ሚካኤል ኣብዚ ዛዚምና ኣለና ብካልእ መደባት ክሳብ ንራከብ ደሓን ኩኑ።
እቲ ዝመጽእ ወለዶ መጺኡ ኣሎ ተስኡ ብዓጀብ ይቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ሓቦ ንግበር ሓቦ ማይ ኣውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ኸዓጅቦ ይመሃር የጽንዓዮ የንብቦ እቲ ባህሊ እቲ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ኸይትህቦ ንሓላፍ መገዲ ንወደቦ